ኦከይ እተን ደልደልያና መሳርሒ ሕጂ እዚኣተን እየን እዚኣ ቻርጀር ናታ እያ ሕጂ እዚኣ ኮኔክት ምስ ገበርናያ ቸገሮማ ዝኾነ ቅድሚ ሕጂ ሰባት ተጠቂሞምላ ዝፈልጡ ከይኮኑ ነዚኣ ማለት እዩ ደን ዋንስ ኩሉ ነገር ኮምፕሊት ምስ ኮነ ናትካ ትሬዘር ብትክክል እዩ ዘሎ ጅኒን እዩ ዘሎ ዝኮይኖ እዚኣ ተዓዚያ ክትናሓኩም ትኽእል ኣለዋ ሕጂ ናተይ ተዓዚያ ኣላ ክትሪዋ ዘለኹም ደን ክኸፍታ ተኮይነ ፋይናሊ ወዲና ኣለና ማለት እዩ ደን ድሕሪታ ክትገብር ኣለካ ትሬደር ተኾንኩም እዛ መሳርሒ እዚኣ ኣገዳሲት እያ ሎሚ ብዛዕባ ሃርድዌር ዋሌት ክንዛረብ ኢና ዊች ኢዝ እቲ እንኮ መፃእያዊ ኣብዚ ዓለም ኣብ ናይ ክሪፕቶ ከረንሲ ዓለም እቲ the safest ገንዘብካ ንክተቕምጠሉ እቲ ውሑስ ዝበሃል ናይ ክሪፕቶ ከረንሲ ዋሌት ከፋፍትኡ ኣጠቓቕምኡ ምስ ናትኩም ኮምፒውተር ከመይ ተተሓሕዝዎ ከመይ ጌርኩም ኢኹም ናትኩም ክሪፕቶ ከረንሲ ወይ ከዓ ናትኩም ፕሮፊት ብፍላይ ከዓ ከም ትሬደራት ኮንኩም ክትሪእዎ ከለኹም ማለት እዩ ከም ኢንቨስተራት ኮንኩም ክትሪእዎ ኣለኹም ናትኩም ኢንቨስትመንት ከመይ ጌርኩም ኢኹም ኣብ ውሑስ ኣብዚ ዓለም ካብቶም ደ ቤስት ዝበሃሉ ገንዘብ ናትካ ተቕምጠሎም ትኽእል ሃርድዌር ዋሌት እዮም ኣነ ንዝሓለፈ ሰለስተ ዓመት ክጥቀመሉ ዝፀናሕ ሃርድዌር ዋሌት እዩ ሎሚ ከዓ ተወሳኺ ሃርድዌር ዋሌት ገዚኦ ኣለኹ ሎሚ ግን ንዓኻትኩም ከመይ ትጥቀምሉ ንምርኣይ እዩ ማለት እዩ ዝያዳ ብዛዕባ ክሪፕቶ ከረንሲ እንታይ ማለት ምዃኑ ሃርድዌር እንታይ ማለት ምዃኑ ኣድቫንቴጅ ናቱ ጠቕሚ ናቱ እንተ መብረይ ተደሊኹም ኣብዛ ትሪእዋ ዘለኹም ሚሊቶቶ ዩቲብ ቻነል ናትና ቪድዮ ከድኩም ክትረኽቡ ትኽእሉ ኢኹም ማለት እዩ ሎሚ ግን ኣከፋፍታ ናይዙይ ብሓፂሩ ጥራይ ክትንሪኦ ኢና ማለት እዩ መጀመርያ ብሓደ ኮይና ክንከፍቶ ኢና ሶ ከፊትና ኣለና ማለት እዩ ስለዚ መጀመርያ እዚ ክንኣልዮ ኢና ቀፂልና ናትና እዚኣ እያ እዛ ትሪእዋ ዘለኹም ትሬዘር ሴፍ 7 እያ ማለት እዩ እዚኣ እውን ብጣዕሚ ሴፈስ ዝበሃል መልክዕ እያ ሴፍ ኮይና መፅያ ዘላ ስለዚ መጀመርያ ብሓደ ኮይና ክንከፍታ ኢና እዚኣ እውን ሰው ኣብ ውሽጢ ከም ትሪእዎ ዘለኹም ሓንቲ ቻርጀር ፕላስ እዚኣ ፀኒሓትንላ ከም ትሪእዋ ዘለኹም ቺዝ ሃርድዌር ዋሌት and እዚኣ ከኣ እታ ናታ ፓስወርድ እያ ከመይ ትጥቀምሉ ዝገልጸልኩም ክኸውን እዩ ኦኬ እተን ደልያና መሳርሒ ሕጂ እዚኣተን እየን እዚኣ ቻርጀር ናታ እያ እዚኣ ቻርጅ ክንገብራ ተኮይና ክንከፍታ ኢና ሶ ቢዲፉ ከም ትሪእዋ ዘለኹም ሶ ኣብ ዝኾነ ግዜ እንተ ቻርጅ ተወዲኣ ቻርጅ ክንገብራ ተኮይና እዚኣ በዚኣ ጌርና ቻርጅ ክንገብራ ንኽእልና ከም ትሪእዋ ዘለኹም እዚኣ ተዓፅያ ክትፀናሓኩም ክትኽእል ኣለዋ ዝኾነ ቅድሚ ሕጂ ጠዊቓ ከም ዘይትፈልጥ ኦር ካልኦት ሰባት ተጠቂሞምላ ከም ዘይፈልጡ እንተ ክንረጋግፅ ተኮይና እዚኣ ተዓፅያ ክትፀናሓኩም ክትኽእል ኣለዋ ሕጂ ናተይ ተዓፅያ ኣላ ከም ትሪእዋ ዘለኹም እተን ክኸፍታ ተኾይነን እዩ ናጽያ ክጸንሓኩም ኣለዎ እን ካልእ ኣብ ውሽጢ ዝጸንሓና እዘን ወረቓቕቲ እዚኣተን እዘን ዶኪመንት እዚኣተን ኣዝየን ኣገደስቲ እየን ብጥንቃቐ ክትሕዝወን ኣለኩም ደሓር ክንርእየን ኢና ናይ መጀመርያ እቲ ናቱ መምርሒ እዩ ከም ትርእይዎ ዘለኹም ከመይ ጌርካ ኢኻ ትጥቀመሉ ዘለካ ዝብል ዘርኢ እዩ ውቺዝ ኣገዳሲ እዩ ካልእ ቀጺልና ንሪኣ ከኣ እዚኣ እያ። እዚኣተን እተን ኣገደስቲ እየን። Trezor Safe Seven ክብኹም ከለዉ which is ኣካውንት ክትኸፍቱ ከለኹም ዓሰርተ ክልተ I think ዕስራ እየን ኮይነን ኣብ ዘለዋ ሕጂ ከምትሪኦ ዘለኹም ዕስራ ወርድስ ወይ ከኣ ኣናውን ዝኾነ ዘይተፈልጠ ቃላት ከብኹም እዮም ትጽሕፍዎን ሓደ ሰብ እንተ ደኣ ሃክ ክገብረኩም እንተኮይኑ ወይ ከዓ ናትኩም ፓስወርድ ክረኽቦ እንተኮይኑ ሓንቲ ፓስወርድ እዚኣ ጥራይ ኣይኮነን ዝኸፍት እዚኣ ፓስወርድ እዚኣ ጥራይ ኣይኮነን ነዘን ኣብዚ ዘለዋ ዕስራ ፓስዎርድ ክፈልጠን ብዝኽእል እዩ እዚ ከዓ ኢቨን ብኳንተም ኮምፒቲንግ ንባዕሉ ወይ ከዓ ብኳንተም ኮምፒውተር ማለት እዩ ደቂ ሰባት ኣብዚ ዝለዓለ ናይ ኮምፒውተር ጥርዚ ተበፂሖም ከማን ክፈልጥዎ ዝኽእሉ ተኽእሎታት ናቱ ብጣዕሚ ትሑት ማለት እዩ ትሕቲ ዜሮ ፐርሰንት ክትብልዎ ትኽእሉ ኢኹም ማለት እዩ ሶ ኣብዚ ሕጂ እዋን ዊች ኣብ ስልጣነ ደቂ ሰባት እቲ ውሑስ ዝበሃል ናትካ ክሪፕቶከረንሲ ከተቕምጠሉ ትኽእል ማለት እዩ so እዚኣ ብስእሊ ከተልዕልዎ የብልኩምን ዝኾነ እቲ ኣብዚ ትጽሕፍዎ ብስእሊ ከተልዕልዎ የብልኩም ወይ ናብ ካልእ ሰብ ክትሰድዎ የብልኩም ናብ ኢንተርነት ከተራኽብዎ የብልኩም ምክንያቱ ሃርድ ዋሌት ማለት እስ ኦፍላይን እዩ ኦፍላይን ክብለኩም ከለኹ ምስ ዝኾነ ኢንተርነት ምስ ዝኾነ ባንክ ምስ ዝኾነ ነገር ምትሓዝ ዘይብሉ ገንዘብ ሴፍ ትገብርሉ which is መቐመጢ ቦርቶፊልዮ ማለት እዩ ሰው ከመይ ትጥቀምሉ ሓደ ብሓደ ከርእየኩም እየ እዚኣ ኣላትና እያ ካልእ ተወሳኺ እውን እዚኣ ትፀንሓና እያ ኣብዚ ከትሪኦ ዘለዎም ካልእ ተወሳኺ እያ ተመሳሳሊ እያ ምናልባት ከም ባክ ኣፕ እዮም ዝሰዱልና ውች ከም ተወሳኺ እዩ ካልእ ኢንፎርሜሽን ኣለና ኣብዚ ፋይናሊ ከዓ እታ ኣነ ዝፈትዋ ናይ ትሬዘር ሰቨን ስቲከር ኣለዋኒ ሽዛ ዝተፈላለዩ ኮምፒውተራት ናተይ እንተ ተኣትኹም ናተይ ከምዚ ዓይነት ስቲከር ተለጢፎ ትረኽቡ ትኽእሉ እዮም ማለት እዩ ሶ ሕጂ ከም ትሬደራት ማለት እዩ ኦር ከም ኢንቨስተራት ማለት እዩ እዚኣተን ኣዝየን ኣገደስቲ እየን ስለዚ እዚኤን ከድልያና እየን ካልእ ዝተረፈ ግን እዚታት እቲ ካርቶን ኣብ ፅቡቅ ረምጦ ኢና ደን እዚኣ ከዓ ቻርጀር ክንገብራ ኢና ማለት እዩ ቅድሚኡ ግን እንተ ክትኸፍትዋ ተደሊኹም ኣብዚኣ ከም ትሪእዋ ዘለኹም በዚኣ ጥውቅ ኣልኩም ኢኹም ትኸፍትዋ እዚ ኣብዚኣ ተላ ምልክት ማለት እዩ ጠዊኩም ምስ ከፈትኩማ ደን ኣውቶማቲካሊ ከምዚ ዝብል ክመፀኩም እዩ which is ብናትኩም ቴሌፎን ወይ ከዓ ብናትኩም ኮምፒውተር ስካን ግበረኒ እያ ትብል ዘላ ን ዋን ስካን ምስ ገበርኩማ ን እቲ ፕሮሰስ ክጅምብር እዩ እቲ ናይዚኤን ቁፅሪ which is ናይዚኣተን ኣብዚ ክፅሕፎ ዘለኩም ፓስወርድ ናትኩም ፍሬስስ እዩ ዝበሃል እቲ ኦፊሻል ስምናቱ ፍሬስስ ናትኩም ዝበኩም ከውን እዩ ማለት እዩ ሶ ንሕጂ እዚኣ ትመስል ኣብ ስክሪን ወሲደ ከዓ ከመይ ትጥቀምሉ ዘርእኩም ከውን እዩ ማለት እዩ ኦኬ So ሕጂ እታ application ኣብ ናትኩም laptop ክኸውን ይኽእል እዩ ኣብ ናትኩም mobile ምስ ከፈትኩማ normally ምስታ device ናትና ምስታ ትሬዘር ሴፍ 7 ከነራኽባ ተኮይና ኦር ትሬዘር ሴፍ 5 እውን ክትጥቀም ትኽእሉ ኢኹም ነራኽባ ተኮይና ሶ ኣብዚኣ ኣይኮን ክንጥዋ ኣለና ውጭስ ኣብዚ ከባቢ እዚ ኮኔክት ዝብል ወይ ከዓ ጌት ስታርት ዝብል ክፀናሓኩም እዩ ማለት እዩ ሶ እንታይ ክንገብር ኢና ሓጂ መፂና ኣብዚ ከባቢ እዚ ክንኣቱ ኢና and ኣቲና ከዓ ኮኔክት ትሬዘር ክንብላ ኢና ኮኔክት ትሬዘር ክንብላ ኢና ሶ ኮኔክት ትሬዘር ምስ በልናዮ ብዝኾነ ቻርጀር ምግባር ኣየድልየናን እዩ ትሬዘር ሴፍ 7 ብብሉቱዝ ስለ ዝሰርሕ ጀስት ምፅባይ ጥራይ እዩ ሶ እስካን ይገብር ኣሎ ኣብ ኣብ ጥቃ ናቱ ኣብዚ ጥቃ ኮምፒውተር ናተይ ዝርከብ ትሬዘር ሴፍ ዘበን ይረክብ ኣሎ ሶ ዋንስ ምስ ረኸበት ኣብዚ ቁፅሪ ክመፀኒ ማለት እዩ ኦኬ ሶ ሕጂ ከም ትሪእዎ ዘለኹም ትሬዘር ሴፍ ዘበን ዝበሃል እዚኣ ዓይነት ዲቫይስ እዚኣ ኣብ ጥቓኻ ኣላ እብለኒ ኣሎ ሶ ስለዚ ክትዋዮ ኮኔክት ትብላዮ ማለት እዩ ኮኔክት ተልኩ ከምዚ ትብለኒ ኣሎ ኦኬ ሶ ሕጂ ምስ መፀትኒ ንድሕሪኡ ኮኔክት ኢለ ኣለኹ ኮኔክት ኣብዚ ከም ትሪኦ ዘለኹም ኮኔክት ትብለኒ ኣላ ሶ ሕጂ ሰሌክት ክንብላ ኢና ማለት እዩ ሶ ሰሌክት ክገብራ ተኮይነ ለሶ ኣብዚኣ ክሊክ ክገብራ እየ ሶ ሴት ኣፕ ማይ ትሬዘር ትብለኒ ኣላ ሴት ኣፕ ክገብራ ኣለኒ ስለዚ ሕጂ ሓድሽ ኢና ሴት ክንገብር so set up ክብላ ኣለኒ ብዚኣ then ቀጺልና ኢንስታል ፍሬምወርክ ክብለና ኣሎ እቲ ስተሮጅ ይኹን ወላ እቲ ናቱ ኢንስታል ፍሬምወርክ ዝበሃል ኦፕሬት ንክገብር ነቲ ሶፍትዌር ፕላስ ነቲ ብሎክቸይን ናትካ ሚሮር ናይ ብሎክቸይን ናትካ ኣማውንት ሚሮር ንክገብሮ ዝሕግዞ ዓይነት ሲስተም እዩ እዚ ኢንስታል ፍሬምወርክ ንብላ ኢና so ካብ ሓደ ክሳብ ሚእቲ ክሳብ ዝመልእ ክንጽበ ኢና so ያ ኣልቦስ ከም ትሪኦ ዘለኹም 50 ፐርሰንት በጺሕና ኣለና ቁሩብ ግዜ ክወስድ ይኽእል እዩ ሓደ ደቂቅ ክልተ ደቂቅ ዝኸውን ሶ ምጽባይ እዩ ካብዚ ቀጺልና ሓጂ እንታይ ኢና ክንገብር create secure connection ክንብላ ኢና ባት ኮኔክት ክንገብራ ተኮይና ግን ኣብዚኣ ቪድዮ ገይረልኩም ዘለኹ ናይ ካሜራ ዘላ ኣብኡ እንዳተኸታተልኩም ማለት እዩ ሰው ሕጂ እታ ክንብላ ኢና ኮኔክት ሂር ክንብላ ኢና እተን ኣብ ናትኩም እዚኣ ምስ መፀትኩም ኣብ ናትኩም ኣብታ ትሬዘር ኣብታ ሃርድ ዋሌት ማለት እዩ ኣብዚኣ እዛ ትሪእዋ ዘለኹም ማለት እዩ ኣብዚኣ ከዓ ኮንፊርም ክትገብራ ትደሊ ዲኻ ትብለኒ ኣላ ደን ኮንፊርም ክብላ ኣለኒ ማለት እዩ ድሕሪኡ ሕጂ ንውሕስነት ናተይ ኣይከሪኦኩም እየ ድሕሪኡ ኮድ ክበና እዩ ሽዱሽተ ቁፅሪ ኮድ ክበና እዩ ደንተን ኮድ ክንእትወን ኣለና ማለት እዩ ኣብዚኣ ናተይ ኣብዚኣ ዝበኒ ዘሎ ኣብዚኣ ህበኒ ኣሎ ማለት እዩ ሶ ደን ክትወላየን ሕጂ ኸ እንታይ ይብለኒ ኣሎ ለስ ቸክ ዩር ዲቫይስ ናትካ ዲቫይስ ዝኾነ ቫይረስ ክህልዋ ዝኾነ ሓደጋታት ክህልዋ ቸክ ክንገብራ ኢና ብላ ኣሎ ደን ስታርት ክንብላ ኢና እዩ ስታርት ክንብላ ኢና ማለት እዩ ሶ ሕጂ ምስ ኮምፒውተር ኮኔክት ንገብራ ኣለና እዚ ኣብሉ ኣሎ ኣብዚኣ እንታይ ክብላ ኣለዉ ክብላ ክእል ኣለኒ ማለት እዩ ያ ይፈቐድ ክብላ ኣለኒ ማለት እዩ ብዚኣ ኦኬ ክብላይ ኣብዚኣ ኣለዉ ክብላይ ሕጂ ዋንስ ኮኔክት ምስ ገበርናያ ቸክ ገይሮማ ዝኾነ ቅድሚ ሕጂ ሰባት ተጠቂሞምላ ዝፈልጡ ከይኮኑ ነዚኣ ማለት እዩ ን ዋንስ ኩሉ ነገር ኮምፕሊት ምስ ኮነ ናትካ ትሬዘር ብትክክል እዩ ዘሎ ጅኒን እዩ ዘሎ ብለና ኣሎ ሶ ኣብዚኣ ኮንቲኑ ክንብላ ኢና ማለት እዩ ሕጂ ኣብዚኣ ልቢ ክትገብሩላ ዘለኩም ነዚኣ ዲቫይስ እዚኣ ገዚእካያ ዘለካ ሲ ቅድሚ ሕጂ ዝነበረት ናትካ ሪካቨር ዋሌት ንክትገብር ዲኻ ድ ዝጠፈአትካ ዋሌት ንክተምልስ ዲኻ ወይስ ሓዳስ ኢኻ ደሊኻ ብለኒ ኣሎ ሶ ኣነ ሕጂ ሓድሽ ኣካውንት እየ ክሬት ኒው ኣካውንት እየ ክብላ ምክንያቱ ዝጠፈ ኣይኮንኩን ዘምልስ ዘለኹ ሓድሽ ኣካውንት ከመይ ገርና ንሰርሕ እየ ዘርእየኩም ዘለኹ ሶ ኣብዚኣ እየ ክትውቃ ዘለኒ ማለት እዩ ድሕሪኡ ኣብዚ ከም ትሪእዎ ዘለኹም ሕጂ ሲንግል ሼር ባክ ኣፕ ዲኻ ትደሊ ወይስ ዳብል ብለን ኣሎ ክልተ which is እዚኣተን ዲኻ ክልተኤን ዲኻ ትጥቀመለን ትደሊ ወይስ ሓንቲ ኣኻ ከካየድ ብለን ዘሎ ሰው ኣነ ሓንቲ ክብላ እየ ስለዚ ብሓንቲ ክንሓልፍ ኢና ብዕስራ ወርዱስ ንበዓሉ ዕስራ ወርዱስ ማለት ዕስራ ፓስወርድ ጌርኩም ሕሰብዎ እሞ ንሓንቲ ቴሌፎን ናትኩም ሓንቲ ፓስወርድ ወይ ከዓ ሓንቲ ወርድ ፓስወርድ ምስ ገበርናላ እያ ቴሌፎን ፓስወርድ ኣለዋ ንብላ ማለት እዩ then ዕስራ እንተ ተጌርካላ ክኸውን ዝኽእል ኣብ ግምት ክእትዎ ትኽእሉ እዮም እቲ ጥንካረ ናይቲ ፓስወርድ ወይ ከዓ እቲ ሓያልነት ናይቲ ፓስወርድ ማለት እዩ ሰው ነዚኣተን ሕጂ ቴክ ግበረን እዩ ዝብለና ዘለዎ ብሕፅር ቢለ ዝገልፀልኩም ክኸውን እንታይ ማለት ምዃኑ እዛ ቀዳመይቲ እንተ ደኣ በተናተይ ዕስራ ወርድስ ገይረ ወይ ከዓ በተናተይ ባክ ኣፕ ፕሬስስ ገይረ በዚኣ ናብዚኣ ዝፀሓፋ ዕስራ ቃላት ገይረ ነታ ናተይ ኣካውንት ተጠፊኣ ክኸፍታ ይኽእል እየ ተተረዲእካ ራይት ግበሪ ዝብለን ዘሎ እዚኣ ከዓ ነዚ ኣብዚ እንፅሕፈን ቁፅሪ ወይ ከዓ እተን ቃላት ማለት እዩ ስእሊ ኣልዒለ ናብ ካልእ ሰብ ኣይልእኽን እየን ወይ ከዓ ክትልእኽ የብልካን ተተረዲእካ ቲግ ግበራ እዩ ዝበሎ እዚኣ ከዓ መጨረሻ ከዓ ናተይ ነተን ቁፅሪ ነተን ዕስራ ቃላት ናብ ዝኾነ ሰብ ሼር ከም ዘይብለን ኣብ ውሑስ ቦታ ከም ዘቐምጠን ይፈልጥ እየ ወይ ከዓ ትርዲት ኣለኒ እዩ ዝብል ዘሎ ሰለዚኣተን ራይት ራይት ክትገብርዎን ኣለኩም ቺስ ቲክ ቲክ ክትገብርዎን ኣለኩም እን ራይት ራይት ምስ ገበርናየን ኣብ ናትካ ኣብዛ ናትና ስክሪን ክትቕፅል ፍቓደኛ ተኾንካ ኮንቲኑ በላ ብለን ኣሎ እዘን ኮንቲኑ ክብላ ኣለኒ ማለት እዩ ሕጂ ዋሌት ክሬኤትድ ብለን ኣሎ ዋሌት ፈጢርናልካ ኣለና ግን እቲ ፓስወርድ ክሳብ ሕጂ ይሃቡኒ ዘለዉ ሶ ኣብዚኣ ናተይ ኣብዚኣ ዲቫይስ እዚኣ ኮንቲኑ ክብላ ክእል ኣለኒ ሶ ነዛ ሓዳስ ዋሌት ናትካ ባክ ኣፕ ግበራ ብሉኒ ኣለዎ ኣብዚ ገም ትሪእዎ ዘለኹም ባክ ኣፕ ክገብራ ኣለኒ ስለዚ ኮንቲኑ ክብላ እዩ ሶ ዝተፈላለየ ቃላት እዩ ዘሎ ስለዚ ብቅድመ ተኸተል ካብ ቁፅሪ ሓደ ክሳብ ዕስራ ኣብዚኣ ፀሓፋ እዮም ዝብሉኒ ዘለዎ ማለት እዩ ደን ኮንቲኑ ክብላ እዩ ስለዚ ሕጂ ኣብ ናትኩም ትሬዘር ሰቨን ኮንቲኑ ኮንቲኑ እንዳበልኩም እዮም ክትቕፅሉ ዘለኩም ማለት እዩ ፋይናል ሕጂ እቶም ቃላት ሂቦም ኣለዉ ነቶም ቃላት ከዓ ብቅድመ ተኸተል ካብ ላዕሊ ንታሕቲ ፀሓፎም ኣለዉ ሶ ክትፅሕፉ ከለኹም ስፐሊንግ ከይትጋገዩ ብጣዕሚ ጽፉፍ ጌርኩም ትጽሕፍዎም ኣለኩም ኩሉ ግዜ ቃላት ክትጽሕፉ ከለኹም ብንእሽተይ እዮም ተጻሒፎም ዘለዉ ብስሞል ሌተር ማለት እዩ ሶ ክትጽሕፍዎም ኣለኩም ሓደ ብሓደ ዕስራ ቃላት ክበኩም እዩ ኦኬ ሶ ሕጂ ሓደ ብሓደ ንታሓቲ እንዳውረድኩ እተን ዕስራ ቃላት ጽሒፈየን ኣለኹ ፋይናሊ ወዲና ኣለና ማለት እዩ ደን ድሕሪ እታ ክትገብር ኣለካ ፒን ሰት ክንገብር ኣለና ነዚኣ ከዓ ፒን ተድልየና እያ ኣርባዕተ ቁጽሪ እየን ዘድልያኻ ብዙሕ ግዜ እዚኣተን እዘን ኣብዚ ጽሒፍናየን ዘለና ቁጽሪ ክርእየኩም ኣይክእልን ሕጂ እዘን ኣብዚ ዘለዋ ሒፍናዮ ዘለና ቃላት እንተ እዚኣ ተጠፊኣ ተድልየና እዚኣ ብምልእታ ተጠፊኣ እተን በዜን ኣብዚኣ ዘለዋ ቃላት ጌርና ክንከፍተን ንኽእል ኢና እዚ ብተዘዋዋሪ ማለት እንታይ ማለት እዩ ነዜን ኣብዚኣ ዘለዋ ቃላት ዝሓዘ ሰብ ሓዳስ ከምዚኣ ገዚኡ ነቲ ናትካ ገንዘብ ክረኽቦ ይኽእል እዩ ኣብ ዝኾነ ግዜ ኣብ ዝኾነ ቦታ ማለት እዩ ባት ነዚኣ ንክትከፍት ግን ኣየድልያኻን እዮ ነዚኣ ኣበይና ፓስወርድ ሰት ክንገብረላ ኢና ማለት እዩ ሰው ሕጂ ኩል ነገር ሬዲ ኮይኑሉ ብለና ኣሎ ሰው ገንዘብ ክንእቱ ተኮይና ክንሪኦ ኢና ስታርት using your ዋሌት ክንብላ ኢና ኣብዚኣ ክሊክ ክንገብራ ኢና ማለት እዩ ድሕሪ እንታይ ዓይነት ኔትወርክ እንታይ ዓይነት ክሪፕቶ ኢኻ ክትቀበል ትደሊ ይብለና ኣሎ ኖርማሊ ኣብዚ ትሪእዎም ዘለኹም ኔትወርክ እዮም እንተ ደኣ ናይ ቢትኮይን ተልናዮ ናይ ቢትኮይን ኔትወርክ ዝኾኑ ኩሎም ዓይነት ኮይናት ክቕበል ይኽእል እዩ ኢቴሪየም ተልናዮ ናይ ኢቴሪየም ዝኾኑ ቶኮንስ ዊችስ ከም በዓል ዩኤስዲቲ ኢኣርሲ 20 ዩኤስዲሲ ኢኣርሲ 20 ዝኣመሰሉ ከዓ ክቕበለና ይኽእል እዩ ማለት እዩ ፖሊጎም ካልኦት ኣነ ኖርማሊ ኩሉ ኦፐን ክገብሮ እየ ምክንያቱ መብዛሕቱ ግዜ ኩሉ ስለ ንጥቀም ማለት እዩ ሶ ን ኦፐን ክገብሮ እየ ብስኻትኩም እውን ኦፐን ክትገብሮ ትኽእሉ ኢኹም ኤክስኣርፒ ኩሉ ግዜ ክሰዱ ከለኹም ሕጂ ጥራይ እቲ ኔትወርክ ተመሳሳሊ ክትጥቀሙ ትኽእለኩም ሶላና ኣልሞስ መብዛሕትኦም ኣለዉ እዮም እቶም ክሪፕቶታት ድኾነ ዝጎደሎ ነገር እውን ኣይክህሉን እዩ ሜቢ ገለ ገለ ብጣዕሚ ኦፊሻል ዘይኮነ ወይ ዘይፍለጡ ዓይነት ክሪፕቶ ከረንሲ ዘይክቕበለኩም ይኽእል እዩ ሶ መጀመርያ ቸክ ምግባር ከም ዘሎ ቸክ ምግባር ኣገዳሲ ማለት እዩ ሶ ኮንፊርም ሶ ኮንፊርም ምስ በልናይ ሕጂ ኣብ ናትካ ትሬዘር ዊችዝ ብካልእ ኣዘራርባ ኣብዚኣ ማለት እዩ ፓስወርድ እትበልና ብሉ ኣለዉ ንፓስወርድ ምስ እተክሎም ከም ትሪእዎ ዘለዎም ሕጂ በዚ መልክዑ ኩል ነገር ሴት ኣፕ ኮይኑ ኣለብሉ ኣለዉ So ዝኾነ ዓይነት ክሪፕቶ ከረንሲ ሕጂ ካብዚኣቶም ክቕበል ይኽእል እየ ማለት እዩ ክቕበል ይኽእል እየ ክሰድድ ይኽእል እየ ለሰይ ንኣብነት እንተ ደኣ ዚካሽ ክቕበል ተደልየ ዚካሽ ክሊክ ክገብር እየ ሶ ክሊክ ምስ ገበርኩ ሕጂ ኣብዚ ከም ትርእይዎ ዘለኹም ኣብ ላዕሊ ማለት እዩ ረሲቭ ኤንድ ሰንድ ብላ ኣሎ ረሲቭ ኤንድ ሰንድ ክንብሎ ንኽእልና እዚ እውን ክንጥቀም ንኽእልና ባት ረሲቭ ኤንድ ሰንድ ጢናይ ክንብላ ማለት እዩ ፅኑሕ ንሓጆ ክንቅበል እንተኮይና ረሲፍ ክንብላ ኢና መጀመርያ ገንዘብ ክትቅበል ስለ ዘለካ ማለት እዩ ካብ ሰንትራላይዝድ ናትኩም ካብ ብባንክ ዝገዛእኹሞ ክሪፕቶ ከረንሲ ክኸውን ይኽእል እዩ ናይ ትሬዲንግ ክኸውን ይኽእል እዩ ኦር ቢትኮይን ተሃሊኩም ኢቴሪየም ተሃሊኩም ናብዚ ከተምፅዎ ትኽእሉ ኢኹም ማለት እዩ ውሑስ እዩ ልዕሊ ኩሉ ውሑስ ዝገብሮ ከዓ ቅድም ኣቢለ ከም ዝገለፅኩልኩም እዩ ማለት እዩ ደን ረሲፍ ምስ በልኩም ኣድረስ ክበኩም እዩ በቲ ኣድረስ ናትኩም ገይርኩም ኮፒ ጌርካ ነቲ ኣድረስ ምቕባል እዩ ማለት እዩ እቲ ኔትወርክ ኢቴሪየም ተኮይኑ ኢቴሪየም ኤክስኣርፒ ኔትወርክ ተኮይኑ ኤክስኣርፒ እንተ ናይ ሶላና ተኮይኑ ሶላና ዶች ቢትኮይን ተመሳሳሊ ክትጥቀሙ ትኽእለኩም ጥራይ ማለት እዩ ስለምክታልኩም ካብ ልቤ ዘመስግን ንሎሚ ዝነበረና መደብ ነዚ ይመስል ማለት እዩ ኣይወብሶ ንግዜኹም ዝምጥን ትምህርቲ ረኸብኩም ክትኮኑ ሓድሽ ነገር ረኸብኩም ክትኮኑ ማለት እዩ ዝኾነ ሓገዝ እንተድልይኩም ኣብ ከምዚ ኣብ ምውራድ ክኸውን ይኽእል እዩ ውልቃዊ ሓገዛት እንተ ትድልይኩም ስፔሻሊ ዕብይ ዝበለ ካፒታል ከተንቀሳቕሱ ከለኹም ኣካውንት ናትኩም ኣብ ምስትኽኻል ሴትኣፕ ኣብ ምግባር ሓገዝ ተድልዩኩም ኩሉ ግዜ በዚ ኣብ ታሕቲ ዘሎ ቴሌፎን ከም ትሪእዎ ዘለኹም ናትና ሴልስ ማናጀራት ኮንታክት ክትገብርዎ ትኽእሉ ኢኹም ክትረኸቡ ትኽእሉ ኢኹም እንተ ኣገዳሲ ኮይኑ ከዓ ሓገዝ ክንገብረልኩም ክንፍትን ኢና ማለት እዩ ብዝተኻልና መጠን እንተ ሓገዝ ተደሊኹም ወይ ኣብ ኮመንት ክትፅሑፍለይ ትኽእሉ ኢኹም ኦር ብቪድዮ መልክዕ ሓግዘኩም እየ ወይ ብውሽጢ እንተ ዘይፅሒፍኩምለይ ከዓ ዝተፈላለየ ሓገዝ ክንገብረልኩም ክንፍትን ኢና ማለት እዩ ብሓፈሻ ናትና ሴልስ ማናጀራት ኮንታክት ዝገብርኹም ዘዘራርብኹም ክኸውን እዩ ማለት እዩ ሶ ደጊመ ስለምክትታልኩም ኣመስግን ኣብ ቀጻሊ ብካልእ ትምህርታዊ ቪድዮ ንራኸብ ኢና ማለት እዩ